ሰላም ሰላም ከመይ ውዒልኩም ኣነ ሰላም እየ እግዚኣብሔር ይመስገን ከምቲ ኣነ ሰላም ዘለኹ ወልማ ሰላም ክትኾኑ በቢ ዘለኹም ኣኩርናዓት ዓለም ተስፋ ይገብር ማለት እዩ ለማ እንቲ ድማ ብሓደሽ ቪድዮ ሒዘልኩም መፅአ ንኦ ሽኮሪናታት ናይ ፉናን ማለት እዩ ደስ ብልብል ማለት እዩ ካብ ካሊእ ጭንቀት ካብ ካሊእ ሃምዚ ሃምዚ ከምዚ ነገራት ያው ካብ ፍሉይ ልበለ ማለት እዩ ሓደሽ ለኹንኩም ሰብስክራይብ ምግባር ኣይትረስዑም ሰብስክራይብ ገርኩም ድማ ላይክ ምጋረይ ተረሲዕኹም ክብለኩም ይደሊ ማለት እዩ ሎማዓንቲ ብጣዕሚ ደስ ልብል ማሲ ብዙሕ ሰብ ዓርከ ኣለዋ እያ ተመሪዓ እያ ወሊዳ እያ ምናምን እንዳበለ ነይሩ ሕጂ ድማ ያው ኦፍሻል ገይራቶ ኔቶ ተመሪዓ ኔቶ ብዙሓት ናታ ድራማ ንርኢ ሰባት ካብ ቀደም መትሒዛ ማለት እዩ ትሰርሖ ነሮ ድራማታት ብጣዕሚ ቆንጆ ብጣዕሚ ደስ ልብሉ ኣብ ኣማርኛ ልለዋ ዋላ ትግራወይቲ ትኹን እምበር ብዙሕ ትግርኛ ኣይትሰርሕን እያ ትግርኛ ግን ትሰምዕ እያ ትናገር እያ ግን ያው ዘን ኣርቲስታት በዓል ሰላም ተስፋይ ሓደ ሓደ ተዝኮይነን እምበር ዳርጋ መብዛሕትአን ኣብ ተምሃርኛ እየን ኣተኪረን ዝሰርሓ ማለት እዩ ከምዚ ሃገራዊ ኣብቲ ኣዲስ ኣበባ ስለዘለዋ ብዙሕ ፎከስ ጌርካ ንትግርኛ ናይ ምዕባይ ናይ ምምዕባል ምናምን ነገራት ያን ያህል ኣይነበረን ኣብዚ ሕጂ ግን ያው ንእሽተይ ልሓሸ እቲ ትግርኛ ይሕመቕ ይጸብቕ ንክምዕብል ንክዓቢ ብዙሕ ሰብ ይጽዕር ኣሎ ማለት እዩ ብዝተኸኣሎ ሰብ መጠን ይሰርሕ ኣለና ኣብ ዝሓለፈ ግን ብትግርኛ ልሰርሕ ፊልምታት ኣይነበረን ብማርኛ እዩ ልሰርሕ ነይሩ ይኹን ዳኣ እምበር ዋላ እቲ ትግርኛ ልሰምዕ ኣማርኛ ትዝክሩ ተኸንኩም ካሴት እናገዛና ኢና ንፍርጅ እንትን ንርኢ ነርና እንዳምጣና ኢና ንርና ብዙሓት ደስ ልብሉ ድራማታት ደስ ልብሉ ስራሕቲ ደስ ልብሉ በቃ ፅቡቅ ብዝኾነ ካራክተር ትዋፅኦም ዝነበረት ሓፍትና እያ ማለት እዩ ሕጂ ድማ ያው ዓብያ ጉቢዛ ኣከለ መጠን ደሪሳ ንመርዓ ማለት እዩ በፂሓ ሎማዕንቲ ድምቕ ዝበለ መርዓ ድምቕ ዝበለ በቃ ብጣዕሚ ደስ ልብል ማለት ካብቶም ናይ ከሎም ኣርቲስታት ማሲ ብዙሕ እኒ እንድዩ ግን ቆንጆ ብዝኾነ መርዓ በቃ ደስ ልብለካ ማለት ከም ናተይ ፈትኹም ትኮኑ ተስፋ ይገብር ደስ ብልብል ወላ በከደልና ክኾን ይኽእል ወላ ኣብቲ ዝነበረ ስነ ስርዓት ናይ መርዓ ብጣዕሚ ደስ ብዝብል ርግዕ ብዝበለ ቆንጆ ዝኾነ መርዓ ከምቲ ዝናኣ ከምቲ ምናምን ገለታት ኣለዎ ሓቂ ናይ ባዕሉ ዝለ ድባብ ዘለዎ ቁንጭ ዝኾነ መርዓ ነርካ ናይ ማዕሪ ማለት እዩና ምሉእ ብርሃን ደስ ልብል ሓዳር ብሓደ ለኣርጉ ብሓደ ወሊዶም ከቢዶም ደቀም ደቂ ደቆም ዝርኢ ይግበሮም ተብሉ ይደሊ ማለት እዩ ኣነ ብጣዕሚ እየ ዝፈትዎ ባይዘወይ ጋይስ ከምዚ ከማይ ድማ ያው ብዙሕ ሰብ ይፈትዋ እዩ ንስኻትኩም ክትፈትውዋ ተስፋ ይገብር ምክንያቱ ትሰርሖም ድራማታት ብጣዕሚ እዮም ደስ ዝብሉ ኣብ ከምዚ ትርካ ምርኪ ድራማ ከምዚ ምሻሎ ርኢኻዮ ሲ ሕልፍ ኣቢልካዮ ትኸይድ ምናምን ኣይኮነን ብጣዕሚ ሃንጢኻ ትሪኦ ክፋላት ሃልዮ ነቲ ክፋላት ንክትበፅሕ ደስ ዝብለካ ነዊሕ ተሃልዩ ናይ ክልተ ሰዓት ናይ ሰለስተ ሰዓት ተሃልዩ ሲ ከይደብረካ ከይሰልችየካ ልረአ ስራሕቲ እያ ትሰርሕ በቃ ነባሪ ብዝኾኑ ካብ ዓመት ናብ ዓመት እሲ ከምዚ እንታይ ልበሃል ለይብሎም ምቅያር ወይ ድማ ከምዚ ምብላል ነገር ለይብሎም ስራሕቲ ሓቂ ኣለዉ ሓደ ሓደ ይስርሑ እሞ ኣሽዒቱ ምስ ረኣኻዮ ድጋሜ ለይትሪኦ ስራሕቲ ኣለዉና ናይ ዝሓፍትና ድማኒ ሪኢኻዮ ክልተ ሰለስተ ሪኢኻዮ ለይድብረካ ስራሕቲ እያ ትሰርሕና ብፍላይ ኣዋና ኣብ ትግርኛ ብጣዕሚ ሕጂ ሕጂ እኳ ኢልሓኒ እምበር በቃ ዳርጋ ጠፊኡ ዝነበረሉ ዋላ እቲ ዝነበረ ካብ ትርካ ምርካ ሓሊፉ ካብዚ በቃ ቤት ለይወቃዕ ነገራት ሓሊፉ ዋላ ሓንቲ ዝሰረሐሉ ይነበረ እና ሕጂ ብዙሓት ጎበዛት ብጣዕሚ ንፉዓት ብፍላይ ድማኒ ደስ በሃሊ ድርሰታት ደስ በሃሊ ስራሕቲ እንድሕር ዳ መፅኡ ነቲ ስራሕ ንሱ ክዋፅእዎ ዝኽእሉ ክሰርሕዎ ዝኽእሉ ግዜኦም ክህሉ ዝኽእሉ ወለዶታት መናእሰያት ተፈጢሮም እኒአው ማለት እዩ እና እንድሕር ደኣ ከምኡ ዓይነት ስነ ፅሑፋት ሰሪሑ ኣስተኻኺሉ ፅቡቅ ዲያሎግ ልህቦም እንድሕር ደኣ ረኪቦም ብጣዕሚ ፅቡቅ ብልኾነ መልክዑ ልዋፅእዎ ክሰርሕዎ ዝኽእሉ መናእሰያት ተፈጢሮም እኒኦና ኣብ ሓደ ሓደ ካራክተራት ወላ እቲ ካራክተር ንሱ ከምዘይ ይምጥኖም ካብታ እንታይ ዝበሃል ካራክተር ንሱ ሓዲጎም ካልእ ካራክተር እንድሕር ተዝዋስኡ ነይሮም ክዋፅእዎ ምዃኖም ለርእየካ ብዙሓት ኣርቲስታት ወይ ድማ ብዙሓት ሕጂ ናብቲ ጥበብ ተፀንቢሮም እኒአው ብዙሓት ተጋሩ እኒአውና ኩላና ድማ ብዝተኻእለና መጠን ኣብ ከተማ ክኾን ይኽእል ሕታ እዩ ደረጋ መብዛሕትኡ ሰብ ተሰሪሖም ነስ ገጠር እዮም ዝሰርሑ እምበር ከተማ እኮ ኣይሰርሑን እዮም ገጠር ከዓ መን ክኸዶ ምክንያቱ እታ እዩ እቲ ገጠር ብዙሕ ወጪ ኣይወፀካን እዩ በታ ዝተኸደንካዮ ሓደ ግዜ ክዳን ብዙሕ ድራማታት ክትሰርሕ ትኽእል ኢኻ ኣብ ከተማ እንተኮይኑ ግን ያው ገዛ ምክራይ ኣሎ ብዙሕ ነገር ናይ እንታይ ዝበሃል ናይ ክዳን ምቅይያር ኣሎ ኣብቲ ገዛ ክትቅመጥ ኢኻ ክራይ ካሕሰበካ እዩ ናብቲ ከባቢ ምናምን ለይ ክምቸካ ይኽእል ወላ ተዘይተኻሪኻ እንዳሰብ እንድሕዳ ክሰርሕ እየልካ ያው ክጥዕመካ ለይኽእል ምክንያቱ ግድን ንስኻ ትክላት ክትዓጦኒ እካ እሳቶም ድማ ክጥቀሙሉ እዮም ምናምን እና ብዙሕ እንታይ ልበሃል ሃልኪ ለለዎ ቀደም ናይ ሰብ ገዛ እንዳተጠቀም ኮንካ ብቻ ንስኻ ስራሕ ተሰሪሑ ንኽሪእዎ እዮም ዝህንጠዩ እምበር ያን ያህል ብዙሕ ተጎዳእ ነገር ወይ ድማ ንስኻ ደስ ዘይብለካ ስራሕቲ ያን ያህል ኣይነበረ ይትሰብ ደርጋ መብዛሕትኦም ዋላ ኣማርኛ ዝሰርሑ ዋላ ካልኦት ዋላ ኣብዚ ናይ ኤርትራ ድራማ ንሕዘር ናይ ይኹና እንደ ሰብ ሓዳር ንዕኦም ኣውፂኦም ስራሕ ስራሕ ኣቢሎም ወፂኦም ዝኸዱ ሓደ መዓልቲ ክልተ መዓልቲ ኣብቲ ገዛ ዝፀንሑሉ ምናምን ኢኻ ዝፍጠር ማለት እዩ ሎሚ ከምኡ የለን እዩ ከምኡ የለን ኩሉ ነገር ጋይስ ገንዘብ እዩ ኮይኑ ዝኾነ ነገር ክትገብር ገንዘብ ክትብኒ ኢካ ዝኾነ ነገር ገለ ክትገብር ገንዘብ ክትብኒ ኢካ እና ገንዘብ ክትእቱ ኮይንካ ድማ ያው ዝሓሸ ስራሕ ድማ ክትሰርሕ ኒካ ማለት እዩ እና እቲ ዝሰርሕዎ ስራሕቲ ኣብ ከተማ ኮይኖም እቲ ዝሰርሕዎ ስራሕቲ ያን ያህል ለይከዐውቶም ይኽእል ክሳራ እንድሕረቶም ኮይኑ ምናልባት ነቲ ጥበብ ኢሎም ዝኸፍልዎ መስዋእቲ ክኸውን ክህሉ ይኽእል እዩ ግን ካብ ኣፍ ካብ ኢድ ናብ ኣፍ እንድሕር ደኣ ኮይኑ ከዓንኪ ከቢድ እዩ ማለት እዩ እዚ ኣብ ግምት እቲኹም ክትሰርሕዎ ክትናገርዎ ተስፋ ይገብር ማለት እዩ እሳቶም ክሰርሑ ከለዉ ክደኽሙ ከለዉ ብዝተኻእለና መጠን ንሕና ሳብስክራይብ ክኾን ይኽእል ላይክ ክኾን ይኽእል ሼር ክኸውን ይኽእል ኮፒ ሊንክ ምናምን እናገበርና ንተባባዕ እንድሕር ድኣ ኮይና የትም ይኹን የትም ሰሪሖም ንክቕርቡልና ዋላ ሓንቲ ሽግር የብሎምን እዮም። ኣብ ገጠር እንድሕር ድኣ ኮይኑ ግን ጋይስ ሓደ ብሓንቲ ከን እዮም ክሰርሕዋ። ካልኣይ እቲ ናይ ገጠር ማሕበረሰብና ያን ያህል ከምኡታት ነገራት ኣተሓሳስባታት ምንም የብሉን እዩ። እኳ ደኣ ሰሪሕካ እኳ ደኣ ገዝኡ ኣልጊስካ እኳ ደኣ በሊዕካ እኳ ደኣ ተጫዊትካ እና ባዕልካ ሓሲብካ ትህቦ ወይ ትሰርሖ ነገራት ክህሉ ይኽእል እዩ ካብኡ ሓሊፉ ግን ምስኦም ኔርካ ተፈሊኻ ንክትከዶም ከሎ ከማንሲ ዝነውዕዎ ንብዓት ወይ ድማ ዝገብርዎ ናይ ፍቕሪ እንክብካቤ፣ ሰላምታ፣ ቻው ምባል ከማንሲ በቂ እዩ ማለት እዩ እና እንታይ ክብለኩም ደልየ ኣብቲ ገጠር ዘሎ ማሕበረሰብ ክኾን ይኽእል እቲ ዝጥቀምሉ ማተርያላት ብኣንፃር ደገ ከይዶም ንክሰርሑ ይግደዱ ኣለዉ ኣብ ከተማ ግን ያው ትወጻእ ስለለለዎ ይኸውደሞ ኣለና እንድሕ ሓጊዝናዮም ኮይንና ብዝተኻልና መጠን በታ ንኽእላ ኣብ ሞባይልና ዘላ የውቅዓው ይኽእሉ እዮም ኣብቲ ዝስራሕም ክሰርሑ ይኽእሉ እዮም ኢለ ተስፋ ይገብር ማለት እዩና ስለዚ ኣብ ዓድና ለ ኣብ ዝሐሸ ደረጃ ንክበፅሕ ከም ንዚኣ ሰሪሖን እኒዋ ድራማታት ኣብ ዝሐሸ ቦታ በፂሑ ኣዋርድ ክዘጋጀ ከሎ ብዙሓት ነገራት ክዘጋጀው ከሎ ዓብለልታ ዝረክብ ናህናም ኣዋርድ ተዘጋጅዩ ብደንቢ ፅቡቅ ፅቡቅ ዝኾኑ ስራሕትታት ንደገ ወፂኦም ብፅቡቅ ዝኾነ እንታይ እዩ ዝበሃል ንክረአ ነቲ ዝሰርሕ ለ ሳፖርት እዩ ዝኾነ ጋይስ ዝሰርሕ ተስፋ ይልገብር ማለት እታ ሽልማት እዚኣ ተቐቢልካያ ምሳሕ ድራሪ ክትኮን ዘይክትክል ትኽእል እያ ግን ንዓኣ ክትረክብ ትገብሮ ፈኸራ ምስቶም መሓዙትካ ትህቦ ግዜ ትሰርሖ ስራሕቲ ነቲ ሰብ ተሐጉሶ ምሕጓስ ዋላ ብሰሓቅ ክኸውን ይኽእል ብመልእኽቲ ክኸውን ይኽእል ብጣዕሚ ፅቡቅ ባህር ኣለዎ እዩ ፓወር ኣለዎ እዩ እና ኣጆኻ ልብል ጭርሖ ኢለ ኣለዎ እና ስለዚ ንሕና ላብ ዓድና ከምኡ ነገር ንክህልወና እቶም ደቅና ምእንተን ክተኣኻኸቡ እግዚኣብሔር ኣምላክ ንዓድና ሰላም ይግበረልና እና ኣብ ከምዚ ዓይነት በፂሕና ድማኒ ዝሐሸ ነገር ንክንረክብ ከምዚ ናይ ፍናን ንብል ኣለና ማለት እዩ እና ፍናንለ ያው ካብተን ተጋሩ ብጣዕሚ ንፉዓት ዝኾነ ኣርቲስታት ሰሪሐን ክወጣ ዝኽእላ ልኽእላ ናብ ማን ልኽእላ ኣርቲስት ሓንቲ እያ ማለት እና ልማዓንቲ ድማ መርዓ ነይሩ ርሑስ ጋማ ዝሓፍቲ መዓሪ ደስ ልብል መርዓ ኣሕሊፍክና ደስ ልብል ሂወት ድማ ይሃብኪ ክብለኪ ደሊ ኣነ ብዘጋጣሚ ፈታዊትኪ ኣድናቂትኪ ኩሉ ማለት እዩ እና ጋይስ ናይ ሎማዓንቲ ቪድዮ እዚኣ ትመስል ነይራ ንኩላትኩም እስካብ መጨረሻ ዝተኸታተሉና ኣዝየ ለመስግን ክብለኩም ይደሊ ሰሰናይ ንዓኹም